ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ንሓደጋ ጥሜት ካብ ዝተቓልዓ 23 ከባብታት ዓለምና እቲ ዝኸፈአ ጥሜት ኣብ ትግራይ ከም ዝተኸሰተ ተገሊጹ። ካብ ዝቕጽል ወርሒ ነሓሰ ጀሚሩ ኣብ ዓለምና ንሓደጋ ጥሜት ዝተቓልዑ 23 ከባብታት ከም ዝህልውን ካብ መንጎኦም ድማ እቲ ዝኸፈአ ጥሜት ኣብ ትግራይ ከም ዝተኸሰተን ኢሮኒውስ ጸብጺቡሎም። ፕሮግራም ምግቢ ዓለምን ትካል ምግብን ሕርሻ ውድብ ሕቡራት ሃገራትን ኣብ ዝዘርግሕዎ ሓበራዊ ጸብጻብ፣ ኣብ የመን፣ ደቡብ ሱዳንን ናይጀርያን ዝኸፈኣ ጥሜት ከምዘሎን ንመጀመርያ ግዜ ድማ ትግራይ እውን ኣብ ዝርዝር ከምዝተኻተተትን እቲ ዜና ሓቢሩ'ሎ። ኣብቶም ዝቕጽሉ ሰለስተ ኣዋርሕ ኣብ ትግራይ ኣርባዕተ ሚእትን ሓደን ሽሕ ወገናትና ብምሒር ጥሜት ከምዝሳቐዩን ጥሜት ብዘስዕቦ ሓደጋ ክሞቱ ከምዝኽእሉን እቶም ትካላት ውድብ ሕቡራት ሃገራት ኣፍሊጦም ኣለዉ። እዚ ድማ ድሕሪ እቲ ኣብ ሃገረ ሱማሊያ ቅድሚ ዓሰርተ ዓመታት ኣጋጢሙ ዝነበረ ሓደጋ ጥሜት እቲ ዝገደደ ከምዝኾነ እቱ ትካል ኣጠንቂቑ ኣሎ። መንግስቲ ኣሜሪካ ኣብ ትግራይ ኣጋጢሙ ንዘሎ ሰብኣዊ ቅልውላው ዝውዕል ልዕሊ ሚእትን ኣርብዓን ትሽዓተን ሚልዮን ዶላር ሓገዝ ከምዝህብ ኣፍሊጡ ኣሎ። ትካል ተራድኦ ንዓለም ለኸ ልምዓት ኣሜሪካ ዩኤስኤድ ኣብ ዘርግሖ መግለፂ ፕረስ ኣብ ትግራይ እናተጋደደ ዝመፀ ሰብኣዊ ቅልውላው ምላሽ ንምሃብ መንግስቲ ኣሜሪካ ልዕሊ ሚእትን ኣርብዓን ትሽዓተን ሚልዮን ዶላር ሓገዝ ከም ዝህብ ዕላዊ ገይሩ ኣሎ። እዚ ሓገዝ ኣብ ጸገም ዝርከቡ ሓሙሽተ ሚልዮን ወገናትና ንኽልተ ኣዋርሕ ንምቕላብን ዝተፈላለዩ ግልጋሎታትን ስልጠናታትን ከም ዝውዕል ዝሓበረ USAID፣ ፋሽስት ኣብዪ ኣሕመድ እዚ ሓገዝ ምግቢ ናብቶም ህጹጽ ሓገዝ ዘድልዮም ተጠቀምቲ ክበጽሕ ንኽገብር ኣተሓሳሲቡ ኣሎ። ኣብዚ ሕዚ ሰዓት ኣብ ክልል ዓፋር ረድኤት ዝጸዓና ክልተ ሚእቲ መኻይን ናብ ትግራይ ንምኻድ ካብ መንግስቲ ፋሽስቲ ኣብይ ፍቓድ ይጽበያ ከምዘለዋን እዚ ድማ ህይወት እቶም ኣብ ከቢድ ጸገም ዘለዉ ወገናትና ንምድሓን ዝግበር ጻዕሪ ዘዐንቅፍ ከምዝኾነን እቲ መግለጺ ፕረስ ነቒፉ ኣሎ። ብተወሳኺ ግልጋሎታት ኤሌክትሪክን ባንክን ከምኡ'ውን ሕጽረት ቀረብ ነዳድን ኣብ ስራሕቲ ሰብኣዊ ሓገዝ ዓብዪ ዕንቅፋት ከምዝፈጥር እቲ መግለጺ ፕሬስ ኣመልኪቱ ኣሎ።
ኣብ ዝባና ውይ ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማን እዩ ነይሩ ትወደይለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃል ውን ክስዕሮም ኢና ኩሉ ግዘ ከዓ ትግራዋይነት ናተኹልዕ እዩ ክነብር
ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ፀላኢ እዩ ክንድምስስ ኢልና ተበጊስና ሽዶ ኮሎኔል ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራኹም ዘይመውፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክኦም ዕድል ዘይትንኩ እዮም ዝብሉ ከም ወታደር ኢድ ኢድ ንክተውፅኡ በጢሱ በጢሱ ይሓርኩም
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ጽብቕቲ ትግራይ ክትኮን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ።
ዜናታትና ሕዚ እውን እናቐጸለ እዩ። ፋሽስቲ ኣብይ ናብ ትግራይ ኣብ ዝግበር ምንቅስቓስ ሰብኣዊ ሓገዝ ይፈጥሮ ዘሎ ዓንቀፍቀፋት ጠጠው ኣቢሉ ንዘተ ሰላም ቅሩብ ንክኸውን ፕሬዚዳንት ፈረንሳይ ጸዊዖም። ፕሬዚዳንት ፈረንሳይ ኢማኑኤል ማርኮን ምስ ፋሽስቲ ኣብይ ኣሕመድን ቀዳማይ ሚኒስትር ሱዳን ዓብደላ ሃምዶክን ከምዝተዘራረቡ ሮይተርስ ፀብፂቡ ኣሎ። እቶም ፕሬዚዳንት ፋሽስቲ ኣብይ ናብ ትግራይ ኣብ ዝግበር ምንቅስቓስ ሰብኣዊ ሓገዝ ይፈጥሮ ዘሎ ዕንቅፋት ጠጠው ኣቢሉ ህይወቶም ኣብ ሓደጋ ዝርከብ ህፃናት ትግራይ ንምድሓን ረድኤት ናብ ተጠቀምቲ ንክቐርብን ኣተሓሳሲቦም ኣለው።

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ እንትሕግም ኣብ ነሰግሮ ብብልሃት ነሰግሮ ብዓቕሊ
ሰራሕተኛታት ውድብ ሕቡራት ሃገራት ናብ መቐለ ኣብ ዝገብሮ በረራ ኣገደስቲ ኣፋውስ ምውሳድ ከም ዝተኸልከሉ ተገሊጹ። ውድብ ሕቡራት ሃገራት ብ15 ሓምለ 2013 ዓ ም ናብ መቐለ ኣብ ዝገብሮ ፈላማይ በረራ ሰራሕተኛታት እቲ ትካል ኣገደስቲ ኣፋውስ ሒዞም ከይኸዱ ከምዝተኸልከሉ ቤት ጽሕፈት ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ኦቻ ኣፍሊጡ'ሎ። ፋሽስቲ ኣብይ ኣሕመድ ሰራሕተኛታት ረድኤት፣ መድሓኒት ሽኮር፣ ጸረ ዓሶ፣ መዐገሲ ቃንዛን ካልኦት መሰረታዊ ኣፋውስን ሒዞም ክሓልፉ ስለዘይተፈቐደሎም ህይወቶም ኣብዞም መድሓኒታት ጽግዕተኛ ዝኾኑ ክልተ ሰባት ካብቲ ጉዕዞ ከምዝተረፉ ነቲ ትካል ብምጽራሕ ቢቢሲ ሓቢሩ'ሎ። ብተወሳኺ ነብሲ ወከፍ ገያሻይ ካብ ክልተ ሚእትን ዕስራን ሓሙሽተን ዶላር ንላዕሊ ናብ ትግራይ ሒዙ ከይጓዓዝ ከምዝተኸልከለን ዝገለፀ ኦቻ፣ ፋሽስቲ ኣብይ ኣብ ትግራይ ባንክን ኻልኦት ግልጋሎታትን ስለዘቋረፀ እቲ ትካል ኣብ ኣፀጋሚ ኹነታት ከምዘሎ ኣመልኪቱ'ሎ። ብተወሳኺ እቲ ትካል ቅድሚ ዓሰርተ መዓልቲታት ፈላማይ በረራ ካብ ዝገብር ንደሓር ካልእ ተወሳኺ በረራታት ንምክያድ ፍቓድ ከምዘይረኸበ ኣፍሊጡ። እምበኣርከስ ዝኸበርኩም ተመልከትትና ንሎሚ ዝሓዝናልኩም ዜናታት ነዚኦም ይመስሉ ነይሮም። ኣብ ኻልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ሰላም። ሓልዋትና ንድሕንነትና ንብቕልፅምና ትግራይ ትስዕር!